ሚካኤል መዓዛ ሰናየ ሚካኤል መዓዛ ሰናየ እንኳዕ ኣብፀሐኩም ንወርሓዊ ቅዱስ ሚካኤል እዩ ዘሎ መዓልቲ ብሩኻተ እንኳዕ ኣብፀሐኩም ሚካኤል ከዓኒ ኣብ ዘለኹም ይሓለወኩም ይሓለወና ፎእ ዘበለ ኩሉ የርሕቐልና ዓይኒ ወርክና ይባረኸልና ልቦናና የብርሃልና ሚካኤል ጥዑም ሓላዊና ዘዕበኻኒ ቅዱስ ሚኪኤል ክብሪ ምስጋና ንዓኻ ይኹን። ኩሉ ግዜ ኣብ ጎነይ ስለናትካ ቃላት ብምንታይ እሞ ክገልጾ ሚካኤል ባይዘወይ ይሓልኹም ኣብ ዘለኹሞ ኣብ ፀበባን ኣብ ፀገምን ዘለኹም መዋፅ ይፍጠረልኩም። ሚካኤል ኩሉ ይኽእል እሞ እመንዎ ጥራሕ እምበር ብሩኻተይ እመንዎ ጥራሕ እምበር ኣብ ዘለኹሞ ፀበባ ኣብ ዘለኹሞ ኣብ በቃ ኣብ ዝጸጎመኩም ድዩ ኣብ ዝሓመመኩም ድዩ ሚካኤል ኣቦይ ንስኻ ኩሉ ትኽእል ኢኻ እሞ ሓግዘኒ እንተልካዮ ይሰምዐካ እዩ እሞ ቅዱስ ሚካኤል ጸሎትኩም ይስማዕኹም ብሩኻተይ ዝሓመምኩም ምሕረት ይልኣኸልኩም ዝተኣሰርኩም መዋጽኦ ይፍጠረልኩም ዝተሰደድና መሬት ዓድና የርግጸና ኣምላኽ ከዓ እቲ ናይ ዓድና ዘሎ ሕማቅ ኩነታት ኩሉ ይከኣል እዩሞ ቅይር የብለልና ንሰላም ይቀይረልና ንፈርሕ ኣለናሞ ፍርሓትና ንሓጎስ ይቀይረልና ሚኪኤል ኣቦይ ኩሉ ትክእል ኢካሞ ነቶም ሓያላት ዓግሰልና ጎይታይ ዝጠመየ ህዝቢ ኣለና ብበረከትካ ኣፅግበልና ዝተሰደደ ህዝቢ ኣለና ናብታ መረበቱ መልሰልና ንሕና እውን ኣብ ዓዲ መርና ኢና ዘለና እሞ ሓደራኻ ሰላም ግበረልና ዓድና መንእሰይ ሰሪሑ ክበልዕ ህፃውንቲ ክመሃሩ ኣረጋውያን እውን ቤተክርስትያኖም ክስዕሙ ትም ህዝቢ ቀሲኑ ቤተክርስትያኑ ክሰሚ ኣረጋውን እሞ ሰላም ይውርደልና ቅዱስ ሚካኤል ኩሉ ትኽእል ኢኻ እሞ ሓደራኻ ህዝብኻ መዋፅእ ፍጠረሉ ፀይዎን ሸጊርዎን ኣሎ መዋፅእ ፍጠረሉ ካብኡ ቀሊል ጸሎት የለን ብሩኻት ዘርኢ። ዘዝዓሙኹም ጸልዩ እቶም ህዝቢ ዘዝዓሙኹም ጸልዩ እዋ ሰበይቲ ከ ኣስሚ ከየፈጥፊኣትለይ ሙቐት ሞይተ እሞ ቅዱስ ኤሊ ሓደኹም ብሩኻተ የኔ አባት በጣም ወዶ መልአክ ማለት ነው። ይጠበቃችሁ ይሁን ይጠብቃችሁ ሚካኤል አባቴ እሞ ኣምላኽ ምሕረቱ ብዙሕ እሞ ይምሓረና ሰላም የውርደልና ዓድና ምሩኻት ሰብይ ሞትኩም ስም ስላሴ ወኸየ ብሕፂባ ትማልሲ ንዛ ናተይ ዘይ ጋይስ ዘይከፈትዋ ንዛ ናይ ስኢለ እያ ባይ ዘወይ ኣነ ምግብ ገለ ክሰርሕ ከለኹ ጥራሕ እየ ኣብዚ ክላስ እዚ ዝኣቱ እሞ ሕጅስ ሙቐት ቀቲሎምኒ ኣብዚ ከፊለ ሽምዓ ክትውልዕ ከዓኒ ቋንቋ እዮም ዘውፅሉ እዞም ዓዲ ሽምዓ ትውልዕ ከለኻስ ኢሎም ይዛረቡ ገለ ስለ ዝኾኑስ ገለስ ኢለ ሽምዓ ክውልዕ ኢለስ ተጠጢቐ ሞይተ እሞ እንኳዕ ኣብፀሐኩም ዝጠፈእኩም ኩሉ ቅዱስ ሚካኤል የራኸብኩም ስራሕ ሰኣንኩምም ስራሕ ይፍጠረልኩም ሚካኤል ኣቦይ ኣብ ገዛኹም ይእተው ይባርኩም ይቐድስኩም ብሩኻት ዘርኢ ይባርኩም ይቐድስኩም ጥኑሳት ብሰላም ሕራሳትና ወኣብ ናብ ስደት ትመፁ ዘለኹም ኣብ መንገዲ ዘለኹም ብሰላም ይእትወልና ብሰላም እተው እንታይ እሞ ክንገብር ግዜ ባዕሉ እስኪ ክሳብ ዝስተኻኸል እግዚኣብሔር ኣብታ መዓልታ ክሳብታ መዓልታ ተኣክል በብዘለና እየተመስገን ንበል ክነማርር ከዓ የብልና ነቲ ህዝብ ኣያ ኣይተማርሩ ቅዱስ ሚካኤል ምስክር ኣነ ዘማርር ሰብ ይፀላእየ ይኽፋእኻ በልካ በተለይ በተለይ ዝጎደለኩም ዘይብልኩም ሰባት ኢኹም ተማሩ ኣነ ብኣብዝሓ ሰብ ዝርኢ ወላ ሓደ ዘይጎደለ ሰብ እዩ ዘማርር በቃ እቲ ሙሉእ ዘለዎ ሰብ እዩ ዘማርር ጋይስ ኣይተማረሩ ተመስገን ንፍለጥ ብሩኻት ወይ ብስም ስላሴ ምስ ሙሉእ ጥዕናኻ ኮንካ ኣብ ስራሕ ኮንካ በቃ ምንም እሞ እንዳበላዕኻ ቁርሲ ትቆርስ ምሳሕ ትመስሕ ድራር ትደርብ እስኻስ ተኣኻ ተማርር በተለይ ከኣ ኣብዚ ሰዓት እዚ ካብ ዓዲ ዘሎ ናይ ደገ ዘለና ኢና ገዲና ዘለና ተመረረት ቀስ በል ኣመስግን ተመስገን በል ኣብ ስደት ኮይንካ ምሽ ትሰርሕ ኣለኻ እግዚኣብሔር ተመስገን ይኹን ካብኡ ከዓኒ ካባኻ ዝገደደ ተብ ዓዲ ዘሎ ሎት መዓትን ክንደይ ነገርን ትጥሜትን ሻቕሎትን ተብ ዓዲ ዘሎ ሰብ እንደይጎዶ እሞ ንሕና ክንጸልእ እዩ ዘለና እግዚኣብሔር ባዕልኻ ውቀሐልና ዋእ ንሕና እኮ ኣቱም ህዝቢ በቲ በቲ ትግባርናስ በቲ ስራሕናስ ካልእ ይግበእና ኣነ ብስሩ ንእግዚኣብሔር ኣይፈርደሉን እየ ካብ ድሕር ሕጂ ንምንታይ ከም ዘይገብረና ገለ ይብሉ ምክንያቱ ንሕን ሓጢኣትና በዚሑ ኮፊ ኢና ከፊ ኢና ጋይስ ከፊ ኢና ኣቱም ህዝቢ ክፉኣት ኮይና ክፉኣት ኮይና እግዚኣብሔር ልቦናና የብርሃልና ዋው ስም ስላሴ ከይረኣኻ ምምስካር ኣብዚ ሰዓት እዚ ጫፍ ሒዝካ ምዝራብ በቃ ከይረኣኻ ከይበልካ ማለት እዩ። ተባህለ ዝበሃል ነገር ኣሎ። ተባህለ ኣበይ ሪእኻዮ? እግዚኣብሔር መድኃኔዓለም ዝፅሊ እዚ ኩነታት ናይ ትግራይ ኩሉ ሓሊፉ ጥዑይ ሕጊ ፈጠረና ጥራሕ እዩ ዝደለኣና ጥዑይ ሕጊ ተረዲእኩም ጋይስ ብሩኻት ጥዑይ ሑኪ ንሓሳቡ ንወስላትሲ ኣጸቢቑ ሰጥ ለበጥ ዘብል ሰጥ ለበጥ ዘብል እየ ዝብለኩም በቃ ከይረኣኻ ስኢካ ዝኾነት ጌጋ ሓሶት ሓሲኻሰ ክትእሰር እዩ ዘለካ ተረዲእኩም ዲ ጥዑይ ሕጊ ክፈጥረልና ዝደሊ ኣሎ ድሕሪ ዝኩሉ ገልታዕታዕ ዝኩሉ ሞት ድሕሪ ዝኩሉ በቃ እግዚኣብሔር መድሃኔ ዓለም ኣብታ ከውጋሓ ከሎስ ጥዑይ ሕጊ ክመጸልና ጥዑይ መንግስቲ ኣኽራሪ ኣኽራሪ መንግስቲ ኣትን ህዝቢ ዋ ዲሞክራሲ ዝበሃል ንዓና ጸይቕና እዩ ዘሎ ጋይስ ናጽን ብናጽነት ተዛረብ እሺ ዋኻኡ ግን ትሓልፈ ኣለኻ ንሓልፈ ኣለና ብሩኻት ከምዚ ዲሞክራሲ ተተባሃለስ በቃ ገለ ኮይና በቃ ሓደ ተትዛሪቡ ሓቁ ዲ ሓሲ ከየረጋገጽካ ሳኻውን በቃ ከም ርኡይ ከም ዝረኣኻ ኮንካ ትዛረብ እሞ ብሩኻት ዘርኢ ልቦናና የብርሃልና ካብኡ ከኣ ጥዑይ ሕጊ ይፍጠረልና ጥዑይ መንግስቲ ይምጻልና እቶም ህዝቢ እሞ ዝተባረኸ ዝተቐደሰ መዓልቲ የቕልና ሰሰናዩ ብኻሊእ መደብ ክሳብ ንራኸብ ከኣ ሰላም የቕንየልና ቅዱስ ይሃ እዚ ሃንስ ከኣ እዚ ኣሸንዳ ከኣ ይኣትለ እዩ ብሰላም የጽናሐና ብሩኽ ኣውደ ኣመት እውን ይግበረልና ድግም ኣርባዕተ መዓልቲ ተሪፈናና ፎእ ዘበለ ኩሉ የርሕቐልና ኣዝመራ እውን ዓድና እግዚኣብሔር ይመስገን ኣብ ገለ ከባቢታት ብዛሕ ኣብ በዓል ኢሮብ ማይ ኣወቕዐን እንታይ ዳሞ ካብ ንእግዚኣብሔር ኣይትኸሶ ኣይትብሎ ኩሉ ናተ ስለ ዝኾነ እንታይ ደኣ ሕራቤን እንድሕር ደኣ ልብና ኣንጽሕና እንድሕር ጸሊና ግን እግዚኣብሔር ኩሉ ይኽእል እዩ ተመላሲ ኣምላኽ ከም ሰብ ኣይኮነን ተመስገን ኢና ክንብል ዘለና ምክንያቱ ኩሉ እንኳዕ ሓደ ዘይኮነ ኣብቲ ገረብ ኣጋጢሙ ዘሎ ድርቂ ኣበር ኣበር ገለ ዝበሃል ከባብታት ኣብ ኩሉ ኣብ ውሕድ ከባብታት ኣሎ እዩ ኣፅቢ ከባብታት ኣሎ ኢሎሞ ድርቂ ብዝበለፀ ንዓቶም ድምፂ ክንኮኖም ኣለና ብሩኻ ዘርኢ ከቢድ እዩ ከቢድ እዩ ድርቂ ማለት ከቢድ እዩ ብሩኻ እትል ሓረስታይ ምስኪናይ ከዓ ንኣምላኽ እዩ ዝማዕዱ ነይሩ ኣብ ብዝኮይ መዓስ ኮን ማይ ኢሉ እኽሊ ኣፍሲሱ ማይ ናይ ገሊኡ ሓሪሩ ምስ በቐለ ማይ ስለ ዘይወቕዓሉ ሓሪሩ ገሊኡ ከዓ ማይ ጨባሽ ኣይወቕዐን። እቶም ህዝቢ እተን እንስሳ ብጣዕሚ ድንግፃኻ በተለይቲ ናይ ኤሮፕ እሞ ክንፀልለና ኣምላኽ ልቦናና የብህልና ብርኸት ምቅያም ናይ ሰብ ምድላይ ገለ ክንጎድፈለና እግዚኣብሔር ምእንቲ ክተዓረቐና እቶም ህዝቢ ሰሰናዩ ሰላም መዓልቲ።